ኣለካ ምስ ፍትሒ ወላ ምስ በዓል ፊሊ ወላ ክንደይ ሳዕሲዓ እያ ተረዲኻኒ ትማ ንስኻ ሕጂ ክልተ ወርሒ ሃገርካ ሸላ ሃንደበት ዝኣተዎ ፍቕሪ ርእዮ ንድሕሪት ትቑነኖ ልማዓት ብ ደገ መግቢ ይበልዕ ረኺብዎ ዘሎ በዓል እዩ ዝፈልጦ ተረዲኻኒ ሃንደበት ዝኣተዎ ፍቕሪ ከምዚኡ ዝግበር ገለ ግበር እናበለ ኣጆኻ ፈለማ ዲያቆን ኮይኑ መፂና ሸላ ሕጂ ኻዓ ንስኻ ልክዕ ከምዚ ናይ ንፊሊ ሓውና ዘጋጠሞ ጥሕሎ ከመይ ጌርካ እዩ ጥሕሎ ቢሒቅሉ እንዳበለት መርዓ ከይዓደመቶ ፅንዓት ይሃቦ ፅንዓት ይሃብካ ፊሊ ሓወይ ዘጋጠመካ ሽግር ክንዛረበካ ከምዚ ዓይነት ክነብለካ ደስ ኣይበለናን ኣብ መርዓ ዘይተዓደምካዮ ሕጂ እዚኣ ከዓ ልክዕ እንታይ መስልካ ንዓኻ ደላይ ፍትሒ ትብል ዘለኻ እቲ ሽግር ቀልጢፍካ ክትረኽቦ ኣለካ ተረዳኻኒ ቀልጢፍካ ከይድካ ነቲ ሽግርካ ባዕልኻ ክትፈትሖ ኣለካ ከድካ ምሳኣ ንሂን ምሂን ኣብ ዓዲስ ኣበባ ተለያ ምሳካ ክተብል ኣለካ ሕጂ ብዓል ፊሊ ቂምታ ኣለዎም ቂምታ ብምንታይ ኣለዎም መስልካ ንዓካ ኣይኮኑን ተቀየሙካ ሽግር ምስ ብዓል ካርማ እማ ክብሃል ይዑል ነሮም ክሰዓዓሙ ይዑል ነሮም ኣብ መርዑ ኣይዓድመቶን ከማና ሪእዎ ተደካኒ ሽግሩ ከማና ስለ ዝረኣዮ ሽግርካ ከኣ ከም ናይ ብዓል ፊሊ ንከይትሪኦ ቀልጥፍካ ዝኮነ ነገር ክተሳልጦ ኣለካ እምበር ንሕና ደስ እዩ ዝብለና ሉሊ ሓፍተይ ምስኡ ክትምርዐዊ ምስኡ ናብራ ክትገብሪ ምስኡ ሂወት ክትገብሪ ሓቂ ተኮይኑ ደስ እዩ ዝብለና ከምዚ ናይ ፊሊ ዘጋጥሞ ከጋጥመኪ ተኮይኑ ግን ንዚ ሓውና ከይትጎድእልና ምስዚ ሓውና ከይትገብርልና ስለ ዝኮና ልክዕ ከምዛ ሳምሪ ዝበለታ ኣትያ ሒንሒሕ ኢላ ክትዛረቦ ስለ ደይትምር ትዛረቦ ቃላት ስለ ዘለዋ ንስኻ ከዓ ነይትገራህ ኢኻ መርዓዊ ኩሩዕ ክብል ከኣ ኣለዎ ተረዳኻኒ ኩሩዕ ኢልካ ንነገራት ብውሽጥኻ ክትረኽበ ኣለካ ካብዚኣ ንላዕሊ ከይተብዝሓ ካብዚኣ ንላዕሊ ተብዚሕካያ ባዕልና ኢና ፋሕ ክነብላ ክንደይ ሽግር ኣብዚ ካብዚኣ ንላዕሊ ኣብዚ ፍቕሪ ሪእኻዮ ኢኻ ዳዊት ሓውና ፍቕሪ ተጸሊሉ ፍቕሪ ሓሚሙ ካብኣ ናብኣ ካብ ፍቕሪ ሓሚሙ ከናበይ ከይዱ ናብ ባዕኒስ ከሊፋ ናይ በዓል ሪሃና ደርፊ ይሰምዕ ኣብ መንጎኣ ተጣዋዊ ተጣዋዊ ምዃኑ ምስ ኣበዮ ኣብ ላይፍ መጽያ ከኣ እንድያና ሪካዬ ኢካ ቢኒተይ ቢኒተይ መዓረይ ክልተ ዓመት ሕርራቶ መግብስ ካብ ዝበልዕ ሸላ ዘብልዑ ነሩ መግቢ ተረዲካኒ ሸላ መግቢ ዘብልዑ ነሩ ንፍቅርካ ኣብዚኣ መጺካ ንሕና ኣነ ሓሳድ እየ ፍቅሪ ብዚ ክፋቀር ከሎ ተረዲካኒ ብጣዕሚ ሓሳድ ሓሶትን ዘይሓሶትን ይፈልጣ እየ ህጂ ናይ ብሓቅን ዘይብሓቅን ምርጋጻ ሲኢነያ ኣለኩ ህጂ ናይ ብሓቂ ካርካ መርዓዊ ፍቂርካያ ዘለካ ዋላ እንታይ ብመርዓዊ ክንጀምር ክንሓቶ ስለ ደለና ኢና ፊላ ሓወይ ፊላ ሓወይ ግን ጽንዓት ይሃብካ ካርማ ሓፍትኻ ኣብቲ ጉዳይ ስለ
ጎጃ ሓወይ ፋኒ ኣብ ቴሌፎን ተኣትዮ ኣሎ ምስለን መርዓት ትሕተታ ብመርዓት ጀምርጎጃ ሓውና ኦኬ መርዓት ከመይ ገርኪ ክተፍቅሪ እያ ማዕረ ክንደይ ክተፈትዮ ኣብ ከለና

ኣይገደፈለይ
ኢታ ጎጆ ከመይ ከኸኒኻ ሰላም ኒ ክቐይመካ ከብለካ ኢለ ይኮንኩ ፊሊ ሓወይ እቲ ሽግራት እኳ ኢና ንፈልጦ ስለ ዝኾንና እወ እንታይ እቲ ግሙናተይ ሲ ናይ ጨወታ እንታይ ዳ ከ ጎጆ እንታይ ዳ ናይ ደሓን ንኻል ኣብ ደገ ደገ ተቆኒኑ ገለገለ ትብል ናይ ደሓና ናይ ሕነ ለይት ፀገብ ኣለካ ተባዕከ ኣብኡ ከለኹ ተቆኒንካ ስለ ዝረኣኹ እኮ በቐዳማይ ከዓ እቲ በሃል ዳዊት ሲ ከም ናይ ዳዊት ንድሕሪት ክትቁነናኽን ከም ሸላዶ ገለ ይብለ ኖር ኢለ ኣነ ሲ ከም ደገ ክትቁነናኽን ትቁነን ግድብ ርኢካ ኮይኑ ኢለ እምበር ኣነ እኮ ተረዳኻኒ ከም ተቆነንካ ሕጂ የርእየካ

እቲ ሽግር እዚ ናይ ብልብካ ድካ ኣፍቂርካ ማዕረ ክንደይካ ኣፍቂርካያ ዘለካ ከ እዚ ኩሉ ዛረበካ ዝጸናሕኩ ሰሚዕካዮ ድካ
ቴሌፎን ድዮም ኣትዩኒ ወፂ ኦኬ ንስኻ ሲ ህጂኻ መፂኻ ይመስለኒ ነቲ ፍቕርስ ኣቲኻዮ ኣለኻ በዓል ሽላ ርኢኻዮ ምኻ በዓል ዳዊት ሓውና ርኢኻዮ ምኻ ፊላ ሓውና እኳ ተረዲእዎ ኣሚኑሉ ስቂሉ ኣሎ ተረዳኻኒ ሕጂ ንቲ ፍቅሪሲ ከም በዓል ዳዊት ሓውና ከም በዓል ሽላ ንከይትኮንሲ ኣሰባሂልካሉ ዲካ ኣቲ ሓየለ። ወላሓንቲ ጠለመ ይፈለጥኩ መን ኣነ ወላሓንቲ ጋሻ እንደ ባኣስ ፈይጤልካ። እሞ ተዛረበ ብኡ እንታይ ኣለካ ሕጂሲ መዓርኩ እንዲካ ኣፍቂርካያ ዘለካ ንዛ ቆልዓ ልብካ ሂብካያ ድካ። ወሂበያ።
ብሂበያ እዩ ዝዕጸዎ ሂብካያ እዚ እዚ ኢልካ ፍረዶ ከመይ ጌርካ ኣፍቂርካያ ሓቲትካ ድካ። ንቲ ዝሓተትካዮ ፍቅሪ ስቅ ኢልካ ድካ ትኣትዎ ኣፍቂረያ ይብልን ንቲ ዘፍቀርካዮ እስከ መገርካ ኣቲካዮ ኣብዚ ሲ ድርግም በል ሓቲትካ ድካ ኣጣሊልካ ድካ ብስለ ንዓ ገፃ ስለ ዝረኣካያ ድካ ኣፍቂርካያ ወላሲ እ፣ ኣጣሊልካ ኩሉ ነገር ሲ ሰብኣይ የብላን ወይ ከዓ ዝኾነ ነገር ዝኾነ ዓይነት የብላን ካ ድካ ኣቲካያ ወላ ከመይ ኢካ ኣብኡ ዝተዛረብ

ፍቕሪ ዕውር ኣሚነ ተሳቐኹ ኣነ ኢልዋ
ኣንታ ፍናን ዓባ ግደፍ ጸልከል ያለው ማለት እዋ ኣታ ከረማኻ ዝሰምዕ ኣላ ኣብዚ ኮይና ዋይ ዋይ ሓንቲ ዓርክን ኣቶ ኣይናታና ካርማ

እምበር ጥሕሎ ቢሑቕ እንዳበለት ከላ እኳ ጥሕሎ ትጥሕሉ ነራ ከምኡ ዓይነት ረያ ሰብ ህልዚ ህጅስ ከይትሸክዕልና ኢና እኮ ንነግሮ ዘለና ተረዳኻኒ ጥሕሎስ ቢሑቕ እንዳበለትስ ረይዎ ጥሕሎ እንዳበለት ኣብ መርዓ ጥሕሎ ነራ ተረዳኻኒ ሸለኻ እንትማን እኮ መስተይ ትስተዩ ናባና ኣይትቕረቡ እንታይ ክትገብርኹም ትሰትዩ እንዳበለ ቆቢዕ ቀያሕ ሒዙ ይጎየና ነሩ ሸላ ተረዳኻኒ ባ ጎጆ ሰባት እንታይ ደኣ ናይ ሸላ ነፂርካዮ ዳ- ብዛዕባ
እዎ እሞ ይብለካ እኒ ዘለኹ ዝብለካ ኣለኹ ሓስካያ ኣለኻ ዘለኻ ሸላ ትማል ንጎ ክመፅእ ከሎሲ ኣታይ ትፃረፉ እንዳበለ ይነጥር ነሩ ቀያሕ ቆቢ ሒዙ ሕጂ ግን ከንጥረና ይሓስብ ኣሎ እዚ ንተቆኒኑ ሽቕሮን ገሩ ከምዚ ገርካ ዝብላዕ ከምዚ ገርካ ኣረኣያ ናይ ደቂ ኣንስትዮ ይምህር ኣሎ ሕጂሲ ከምኡ ዓይነት ከይኾን ይላና ንተወዲ ነብረ ዘለና ህጂ ሰሓቦ እሞ ክንሓቶ ስለ ዘለና ኢና
ተርፍ ክብለና ርሓባ
እተ ካልኦ ክትሪኦ ከለካ ካልኦ ክትሰምዖ ከለካ ስብት ክሳቀገ ብሕሩይ ገዝኡ ከፊቱ ገባር ሓዊ ጻዕዱ በዚ እናተፀበናስ ብገዞ ከፊቱ ናይ ስቂለ ሜራ ስንኸ የለዉ ሳምበይ
ወረለሚን ገርናልካ ኢና ሻላ ሓወይ ካልኣይ ሻዕ ክገብረልካ እየ ካልኣይቲ ሞባይል ክኸ- ዩቲብ ክኸፍት እየ
ጎጆ እስኻ ውን እዛ ቆልዓ ጉዳይ ካብ ውድእ ድሓን ጎጆ እዛ ቆልዓ ድሓን ኣብታ ድሓን ግደፎ ሳብስክራይብ ከዓ ፅባሕ ግበርዎ እንዶ ብዛዕባ መርዓሕና ሕቶ ትበ ክትመልስ ኦኬ ንስኺ ሲ ማዕርኽ እንዲ ሕቶ ፍቅሪ እዮ እስኪ ኣብ ከሎ ክግልፅ ግልፅ ኣብልሉ
ኣይፀናሕካ ንበር ገሊፀሉ እየ ሰሙን ዝፀንሐን እዮም ኩሎም
ግን ንኔው ገፅ ገርክ መልሓስ ክተውፅእ ነርኢ ወላ ቁራፅ ሰዲዶማ ሲ ንኔው ገጽክስ እንዳ ሰሓቅኪ ናይ ብሓቂ ድዩ ገለ ዝብል ቃላት መጺኒ ናይ ብሓቂ ናይ ብልቢ ካብ ልቢ ክትፈትውዮ ከም ዝብል ኣብቲ ቆሪጾማ ዘለዉ ሪኤያሲ ከምዚ ንኔው ገጻ ህጂ ቃናብርም ይክእሉ እዮም ትስሕቂ ዲኪ ነርኪ ተብሊ ዲኪ ስለ ነበርክሲ እንዳ ሰሓቅኪ ንኔው ገጽኪ ሪኢናያ ኢና ናክታ ኣወል ከኣ ንጓል ደቂሳ ንፍቅሪ ኣይትሓትትን እያ
ዋባኣ እሳተ መልስዮ ታይ ዝገዛላ መልስዮ ባዕልኪ ሳምሪ ካብ ርሑቕ ክትዮ ተሓቂቅም ሓውና ብፁዕ ምልስ እዩ ነቲ ሕቶ ሰዲድ ኣላ ፅናሕ ሓውና ብፁዕ ሳምራ ሓፍትና ኣወሎ ብዘይ ትፋቐሩ ከዓ ነ ብዙሕ ኣብታ ካባና ጀሚርካ ቡዳታት ዘለ ኣይትፋቐሩ ናይ ብሓቂ ፍቕሪ በዓል ዳዊት ረኪቦ መዘሎ ትርኢ ኣለኹ ናዘይ ኣለኩም ዘለና ናባና ፍቕሪ ሒዝኩምልና ኣይትምፁ ኣንተ ናይ ብሓቂ መሲልና ምሉ ምሸት ከይደቀስና ክንከታተሎም
ወላ ናይ ብሓቂ መሲልና ቀኒ
ኮነክሽን ረዮም እንዶ ከመይ ገረ ከም ዘምሕሎም ናበይ ከም ዝወስዶም ክትፈልጠ ጠለካ ፍልዲ ዓርከይ ጋይስ ክንገብርና ሸላ ዓርከይ ክታብ ግበሩ ቅር ክመልሰኩም ይኑ ኩላትኩም ኣበዳ ተቐናዕ ፅንሕሞ እንታይ እስከ ኣነ ብጋህዲ ነጊረኩም ኢና እቲ ናይ ከርማን ከመይ ከም ነበረ ሳሕ ሉላ ሓደ ሓደ መፅሓፍ ለ

እንታይ እስከ ከምዚ ኣነ ሲረስ ኮይነ ክነግረኪ ኣብዚ ወላ ከርማ ብታሕቲ ሰምዓና ኣላ ናይ ባሓቂ ማለት እዩ ከምዚ ትሪና ነርኩም ሻብ ቲክቶክ ንገብሮ ነበራ ነገራት
ሕጂ
ሰብ ከምዚ ከም ፍቅራት ገለገለ ገይርዎ ዝና ነይሩ ብውሽጢ ግን ኣነ ንሳን ከምዚ ብርዲት ምዃኑ ከምዚ ተረዳዲእና ከምኡ ንገብሮ ምንባርና ገለ ኣሚና ኢና ንስርሑ ነርና እቲ ቲክቶክ ንሰርሖ ነበርና ስራሓት ማለት እዩ ሶ ናትኪ ስምዒታት ኣብ ልዕሊ ፋንኻ ከመይ እዩ
ሕጂ ፊሊ ሓወይ ኣነ ፋን ሓቂ ዘረባ ንፋቶ እንዲና ብጣዕሚ ኢና ንፋቶ ግን ክነግረካ ኮይኑ ከስ ተሰማሚዕና ተንኸውንስ ተሰማሚዕና የለ ድዩ ክነግረካ ነይረ ማለት ንስኻ ከምኡ ኢልካ ትነግር ነርካ ኖ እንታይ እስከ ኣነ ከምዚ ኣነ ብውሽጢ ሕጂ ዝነ- ዝገብሮ ነበርኩ ማለት እዩ ምስ ድላይት ክትገብሩ ትኽእሊ ኢኺ ማለት ሲ ኣነ ሕጂ ነጊርና ኢና መወዳእቱ መወዳእቱ ነጊርና ኢና ኣነ ኣነ ኩሰን ተሳሚዕና ኢና ኣነን ካርማን ተረዲእ ክሎ ኣነ ምስ ግን ከም- ወዳእኩም ነጊርኩሞ ማለት እዩ ምስ ወዳእኩም ነጊርኩሞ ሕጂ ምስ ወዳእና ነጊርና እዮም ግን ግን ማለት ሲ ይፋ- ካብኡን ካብኡ ንፈላለ እዩ ሕጂ ፋኒ ሕጂ እዩ መፅኡ ኣነ ኣርባዕተ ዓመት ሓሙሽተ ዓመት ኣብ ቲክቶክ ተጠቂመ እየ ፈልጥ እየ ገለ ማለት እዩ So ok ብውሽጢ ትራኸቡ ዲኹም ምስ ፋኒ ኣይትራኸቡን እዮም ማለት ማለት ንሕና ፐርሰን ኮይና ዛረበኪ ከምዚ ብውሽጢ ጸሓፉ
ከምዚ ንደዋወል ገለ ማለት ድዩ እዎ ያ ንሕና ንፋቶ ኢና ንደዋወል ኢና ብቪድዮ ኮል ዋላ ንዕልል ኢና ብምንታይ
ብምንታይ ይዳወሉላ ብዋትሳፕ በቃ ጽቡቅ እዚኣ ተንጽርቲ ናነ እዚኣ በቃ እሶም ብውሽጢ ድላይ ትንገሩ ብውሽጢ ርድኢትኩም እንተ ብብራንክ ድዩ እንተ ብፀወታ ድዩ እንተ ናይ ብሓቂ ፍቅሪ ድዩ እንተ ገለ ድዩ እዚ ንዓኹም ማለት እዩ ንሕና ግን ኣብዚኣ ከም ናይ ብሓቂ ኩላትና ኣብዚ ዝውዓለ ሽዱሽተ ሽሕ ሰብ ህዝቢ ትጎድእዮ ገለ ትብል 24 ሰዓት ከምኡ ትጥፉ ንክጎድኦ ኢለ ይኮንኩ ቀሪበዮ ዘለኹ ተረዲእኩምኒ በቃ እዚኣ ናትኩም ርድኢት ከምዚ ሕማቅ ነገራት ኣይትፅሓፉ

ወሳብስ የለን እስኪ ወሳብ ከም ትረኽበ ኣነ ህጂ ገልቢጠ ስታይ ከም ዘርእየኪ ይፈልጥ እየ ህጂ እንታይ መስልካ ፊላ ዓርከይ እዚ ቆልዓ ወላ ሓቲቶም እ፣ ከይግራ ህጂ እዩ ኣትዩ ተረዲኻኒ ህጂ ይመፅ እዩ ስኢል ካብዚ ምትላል ንሰብ ክተብል ኢልካ እ፣ ክተዳናግሮ ገለመለ ምሕሳብ ኣይንሕልፈክን ኢና ንሕና ወላ ተላገፃ ኦኬ ተረዲ ኣይንሕልፈክን ኢና ያ ኣሎ እኮ የለን እኮ ይኩንክን ዝብ ዘለ ግን ብዙሕ ኣይሰርሕ ኢና ንብለኩም ዘለና በር ወሎ ከም ዘሎስ ከስምዐኩም ዶ ጎይታ ንዓንዶ ኣርክዚኣ ሞይታትካ እንድያ ግን ኣብዚኣ ክረዳእካ እንተ ኣሎ እኮ ይብለካ ንዓንዶ ኣሎ እኮ ይብለካ ኣለኹ የለን እኮ ይኩም ኣንተ ክትብለካ ኣሎና ኣለዉ ንረኽበን ኣለዋ ግን ክንግረካ ሸላ ዓርኪ ስምዓ እ፣ ጎጆ ኣነ ንፋኒ ጥራይ ናይ ፋንሲ ናትውን ስምዒትን ናይ ክልቲውን ሓላፍነት ኣብዚኣ መጺና ምስ ነምርዕዎም ኣለና ኣብዚኣ መጺና ካብ ጽባሕ ንግሆ ግን ናይ ጸወታ ዶ ከምዚ ዶ ሓዲኦም ክህሰ ይደልኒ ንሕና ብዙሕ ዚያዳ ዘዛርብ ሓላፍነት ዘይብሉ ክንወስድ ኣለና። እንታይ ድዩ ትክ መሲላ ቀዳማይ ገጻ ኣላ ነገር እኮ። ጎጅ ጎጆ ብራዘር ከረድአካ ኣነን እቲኤን ዝሓለፋ ኣዋልድን እተን ከምኡ ትብለን ዘለኻ ነናትና ባህሪ እዩ ደለና እሰን ናተን ባህሪ ኣለወን ናተን ኣተሓሳስባ ኣለወን ኣነ ከዓ ከምኡ ማለት እዩ ተረዲእካኒ ሕጂ ምስአን ከተወዳድረና ኣይደልን እየ ኣነ ሽግር የብሉን እቲ ናይ ዋትሳብ ዝበልካዮ ፅናሕ እ፣ ከርእየካ
ቀሪብና ኣታ እሱስ ኣሎ ጎጃም ካብዙሕ ይሰርሕን ይበርዎ ኣለኩ ይብለካ ኣለኹ የለን ኮ ይኮኑ ብለካ ኣለኹ መብዛሕትኡ ሰብ ይጥቀምሉን እዮም ትሪኦ ኣለካ ዶ
ወስኪ ልዕለ ብል እዮ ናይ ኣዲስ ኣበባ ዲ ካብ ኣዲስ ኣበባ ናብ ኣዲስ ኣበባ ዲ እቲ ተሽግሪ
ድሓን በቃ ግደፍ እዩ ኣለኩ ይብለክ ኣለኹ ፅቡቅ እኮ ኣርእካ ይብለክ ኣለኹ ብሓፈሻ ኣለኹ ኣብለኹ ኣለዎ ኣዲስ ኣበባ ዝቕመጡ ብዙ ዝከታተሉና ብዙሓት ኣለዉ ተረዲእካኒ ያ ብሓፈሻ ንሱ ወጺኡ ኔትወርክ ኣብይ ወዲዩ ዋላ እንታይ ይንበር ይመለሰልካ ኔሩ እዩ ባዕሉ። ያ ማዕረ ክንደይ ከተፍቅርዮ እሞ ሕጂ ኣብ ከለኺ ከምዚ ናይ ፊልንስቶን ይጻወት እዮም ጸኒሖም ተረዲኽኒ ማዕረ ማዕረ ክንደይ ኢኺ ንስኽሲ እ፣ ኣብ ልብኺ በቃ ምስ ኣለኪ ትፈ- ዋ ትፋተው ከለኹም ደኣ ንሕና ምስ 150 ንማጸባ ኣለና ስለንፈተኩም ኢና ንጸለኩም ኦኬ ነንኾንኮ ክንብረካ ድሓነይ ንስኻ ሕጂ እዚ ትሓተኒ ዘለኻ እንታይ እዩ ዘርባሓካ? ማለትሲ ንምንታይ ትሓተኒ ኣለኻ ከምዚ ሕቶ ንዓይ? ንኣብነት ንምንታይ የርብሐካ ዶ ፊሊ ሓውና ህጂ እዩ ዝነገረና ዘሎ እምበር ፊሊ ተወፂዑ እንድዩ እንታ ዘረባ ከዓ ስራ ስለ ደለየ እምበር ዴብ ተወፂዑ እዩ ሸላ ተወፂዑ እዩ ተረዲኽኒ ህጂ ካብዞም ንሪኦም ዘለና ኣሎ ከዓ ብዙሓት ከዓ ሽሞም ክንፅውዖም ስለ ኣነ ዘይንኽእል እኮ ኢለካ ፅንሒ ፅንሒ ባወዮም ከረደእኪ ከረደእኪ ስለ ደለኹ እኳ እየ እዚኦም ውፃዓት እዮም ሳክት ኣብዚ መፂኦም ይስሕቁ ከምስ ይብሉ ከም ተሓጎስ እምበር ክነግረኪ ንሓደ ተፍቀሮ ዶ መርዓኻ መዓልቲ ይፅውዑ እንዳ ፅውዖ እኳ ኢኻ ዋላ መሓዛኻ ይኹን ኣይተፀዋዕኹን ኢሎም ባዕሉ ምዛረብ ኣቢ
ኣቢልኪ
ኣምሕላ ይብሉና ኣለዉ እያ ኣቢ መን ኣበይ ነምሕሎ ንፈተፃወት ጌም ትፃወት ሓደ ሓደ እስከ እሞ ዲፈልጣን
ኣቢ ንዚ ነርወይ ዘሎ ትብለካ ኣላ ፍለ ዓርከይ። ኣቢ
ሽወደን የለን እስኪ እስኪ ኣቢ ሳሕዳሪ ጻሓፍ መን ኣቢኻ
ደሓን እቲ ዘረባ ደሓን ክን- እስር ስር ምክነብሉ ደሓን እ፣ ይእቶ ይእቶ ደሓን ንሱ እቲ ሌላኹም ሲ ኣብይ ኸ ክትፈትውዮ ዝኸኣልክሲ ንሱ ሂጂ ወርሒ ገሩ ክልተ ወርሒ ገሩ ንኣብነትሲ ዓርኪ ለኪ ገሊሎም ይኾኑ ድዮም ዓርኪ ነርኪ ቅድሚ ሕጂ ንዕዑ ገዲፍኪ ኣሽዑ ትልብኽሲ መጺእልኪ ወጽንሕባ ሓንቲ ግዜ ዛረብኒ ጽንሕባ እሞ ጽንሒ ሓንቲ ግዜ እሞ ነገር ተርእይለይ ንዓይ ንሱ ዋ ይዛረበኒ እዎ እሞ ዓርኪ ነ- ኣሽዑ ኣብ ክልተ ወርሒ ሕጂ መጺኡ ንሱ በዓል ወላ ዝዛረቦ ኣነ ከማን ሕጂ ብዛ ናይ ፊላ ዓርከይ ዝረኽቦ ዘለኹ ንስኽሲ እ፣ ንክተፍቅርዮ ዝኸኣልኪ ክልተ ወርሒሲ ከመይ ዓይነት ልቢ ደኣ ልሂብኪ እንታይ እዩ መሲጥኪ እንታይ እዩ ክስትባሂልኪ ካብኡ ኣ- ቀልጢፍኪ ንቃላት ናብ ፍቕሪ ክተኣትውስ እንታይ እዩ ዝተባሂልልኪ እስኪ ንገርና ሃራይ
ውስጥና ኣለና ግድን ኢና ክንዛረበሉ ዘለና
ጎጃ ሓወይ እዚኣ ሓላፍነት ክወስ ዘላ ሶሪ ኩላትኩም ዘለዎም ጋይሽ ማለት እዛ ገዛ ሎም መዓልቲ ብሰላም ትጀሚራ ብሰላም ክትወዳእ ደላኒ ከምዚ ግን ናይ ኩላትኩም ይቅሬታ ከብሕጂ ግን
ኖኖ እንታይ ድዩ ኣብዚ ሉላ ሓፍተይ ከምዚ ሓቂ ብሓቂ ከምዘረፍ ስለትብልኸ ኣብ ቅድሚ ኣምላኽ ከምዚ ከም ደስተባሃልኩሉ ንፋኒ ከምዚ ኣማኒ ሰብ እዩ እዚ ናተይ ርእቶ ኣማኒ ሰብ እዩ ምሻሎ ነግረካ እንዶ ነግረካ ፊል ሓወይ ስምዓኒ ኣነን ኣነን ፋንን ኣብዛ ቲክቶክ ኢኹም ትፈልጡና እያ ተረዲእካኒ ሕጂ ከምዚ ሰብ በባህሪኡ ዶ ኣለዎ ጠጠባይ ኣለዎ በባህሪኡ ኣለዎ ኣነ ከኣ ንዛ ጓል እዚኣ ሲ ይፈልጠኪ እየ እወ ኣብ ሓደ ቦታ እኮ ተራኪብና ኣለና ኣብ ምንታይ ተራኪብና እኮ ማንም ሰብ ዝፈልጥ ሰብ የለን ተረዲእካኒ ከምኣ ሓንቲ ቃል ስለ ዘውጸኹ ግን እንታይ ትዛረቡ ኣለኹም ከምዚ ኣለዋ ዓርኪ ኣለዋ ግድን ንስኹም ሲ ካብ ፋኒ ገዲድኩም ፋኒ እንዲቲ ኣብዚ ታሕቲ ጽሒፎምሉ ገለ ተራሲኑ ዝዛረብ ገለ ንስኹም ቀንዲ ከኣ ንስኻስ ካብኦም ገዲድካ ብጣዕሚ ገሪምኒ መነ ብገጆ ብገጆ ብዘቲኻ ተማሳኽረና ገለ ማለት ድዩ
ኣነ ዳ እንታይ ገይረ እዚኦም ህዝቢ ዶ ይኮኑ እትዎ በይሎ መስኒ ብሓንሳ ዶ ይኮኑ ነጋዲ ደሓን ብሓፈሻ ቻው ብሩክ ለይቲ
ገበር ሓው ጻዕዱ
ፊላተ
ኣቢ
ሎለይ ሰላም ኣብ ስራሕ ስለ ዘለኹኒ ኣነ ንሽተይ ናብ ሻቅ ከይደ ዛረብ ዘለኹ
ኣባሓዊ ሶሪ ብጣዕሚ ፅቡቅ መደብ እዩ ኣብ ታሕቲ ኮይነ እከታተለኩም ኣንስየ ጃስቲ ግን እቲ ክሕተት ዘለዎ ሕቶ ሕተትዎም እቲ ፕሪቫት ሕቶ ግን ንማንም ሰብ ኣይምልኮተን እዩ በዓል ዶዶ ከዓኒ እቲ ክትምልስዎ ዘለኩም መልስዎ ክትምልስዎ ዘይደልዮ ከዓ ንጠርዎ ብውሽጢ ትራኸቡ ድኹም ኣይትራኸቡን ናይ ብሓቂ ድኹም ትፋተው ኣይትፋተውን ንማንም ፍጡር ኣይምልኮቶን እዩ ኢቨን ንኣሕዋትኩም ኣይምልኮቶምን እዩ ኣንሕና ግዳይ ናይ ማስ ሚድያ ስለዚ በዚ ተመሲሎም ካብ ብዙሓት ፈተውቲ ኣለዎም ኣብ ታሕቲ ብዙሓት ጸላእቲ ከኣ ኣለዎም እሞ ሕጂ ንኣብነት ኣብ ማስ ሜድያ ክሳብ እዚ ዝሃለወ ቆልዓ እዚ ቆልዓ ጽባሕ ንግሆ መጽዩ ንስኹም ዲኹም ከምዚ ኣግቢርኩምኒ እ፣ ንዝብል ሓ- ሓላፍነት ናው- ሂብና ናውያ ክመጻካ ደሊ ፊል ሓወይ ኦ፣ ኣብ ስራሕ ስለ ዘለኹ እየ እምበር ጽባሕ ስፔሻል ቀትሪ ተኣቲኻ ናብ ገዛ ኣብ ዘለኹሉ ክንዛረብ ኢና ማለት እዩ ንሱ እውን ከፍቅር መሰሉ እዩ ንሳ እውን ክትፈትዎ መሰላ እዩ ጃስት ግን ነቲ ቆልዓ ሓድሽ እዩ እቲ ቆልዓ ብዙሕ ግዜ ተኸታቲለ ኣለኹ ክጉዳእ ከም ዘይብሉ ሙሉእ ልቡ ሂቡ ከፍቅር ከም ዘይብሉ at the same time ከኣ ሉሊ ከኣ ከምኡ which means ክፋለጡ ኣለዎም ጽቡቅ ጌሮም ምስ ተፋለጡ ከኣ እቲ ትኽክለኛ ክገብርዎ ዘለዎም ነገራት ክገብርዎ ከም ዘለዎም ክትሕብርዎ ኣለኩም ነቲ ቆልዓ
ኣነ እኮ ኣብ ዓርከይ እንታይ እስከ ንዓይ እንታይ ዝብል ሽሕ ስርዓት እግዚኣብሔር ሰብኣይ ተዋደ ኣንበረ ሚእቲ ካብ ሚእቲ ግን ክኣምና የብሉን ኖኖ ሕጂ ንዓ ኣይኮንኩን ክ- ክጎጥያ እኔ ወይ ንዓ ከምኔ ወይ ከታይ እስከ ክጎጥያ ኣብዚኣ ኣብ ወላ ሶሪ ኣሉ ሶሪ ንኻ ሽሕ ብዓል ግዜ ትፍተዎ እምበር ሚእቲ ግዜ ካብ ሚእቲ ክትኣምኖ የብላን ያ እንታይ እስከ ኣብዚ ክነግረካ ኣብ በዓልኪ ኣነ እዚኣ ሕጂ ክብለካ ሕጂ ንኣብነት ከምዚ ምሽ ኣሕዋትና ተሪእኻዮም ሲ ካብ ዝኾነ ካብ ኣፍሪቃ ንኢሮጳ ገለ እትውን ሽዑ ኣብዚ መጺኦም ጥርሞም ወይ ሃድማ። ሕጂ ኣነ ብክልተ ዓይነት ክሪኦ እክል እየ ንዕኦም። ብክልተ ዓይነት። በቲ ቀዳማይ ንረብሓ ኢለን ዝቀርብዎም ኣለዋ። በቲ ካልኣይ ግን ገለ ሰባት ካብቲ ዘለዎም ክሳይ ዓዲ ምስ እተውዎ ንኤውሮጳ ከምዚ ክገዝእዎ ንደልዩ። ተረዲእካ ኣሎ? ከምዚ ምሽ ኣሎ ብኸምኡ ሕጂ እንተ ታሓዳር ድዩ እንተ ብገለ ድዩ ብገለ ደይ ሰማምዕ ኣራኺብዎን ብኸምዚ ክፋታሓታሓ ይኸእላ እየን ክበኣሱ ገለ ክብሉ እየን። ተረዲእካ ኣሎ? ስለ ደምጻ ጥራይ ዝኾነ ክገብረላ ኣይክእልን እዩ ማለት እዩ። ስለዚ እዛ ጓል እዚኣ ብምንታይ ትቐርበላ ብምንታይ ትለግበላ እዚ ንዓኣ እዩ ዝምልከት ተረዲኻኒ እዚ ብውሽጢ ድላይ ተንጎርዎ ግን ትርኢ ኻኻ እዚ ቆልዓ እዚ ሎሚ ካልኣይ ግዜ ዘገ ዘይመፅእ ኣሎ ካልኣይ መዓልቲ ማለት እዩ ካልኣይ መዓልቲ ትመፅእ ኣላ ብውሽጢ ኩሉ ክውድእዎ ኩሉ ብሓሳብ ተራኺቦም ክውድእዎ ኣነ እዛ ቀንዲ ከላግቦ ኣደሊ ማለት እዩ ኣብዚኣ ናይ ሓታን እዩ ተፍቅርዮ ዲኺ ኣይተፍቅርዮን ኢኺ እዚ ሰብ ፍቅሪ ክግለፅሉ ገለ እዚ እዚ ንፀወታ ገለ ኢና ኣብዚ ነብሎ ዘለና ገለ ማለት እዩ እቲ ናይ ብሓቂ ቁም ነገር ግን ብውሽጢ ክውድእዎ ኣነደሊ ካብኡ ሽዑ እንጎርና ኣይንጎርና ንዑ ምምልከት። ቀንዲ ግን ክልቲኦም ተራኺቦም ሓደ ውሳነ ክውስኑ ኣለዎም። እዚኣ ማለት ናይ ኩላትና ሓላፍነት ትከውን ሓንቲ ውሳነ ወይ ናይ ብሓቂ ፍቕሪ ወይ ከምዚ ኣነ ከርማን ንገብራ ኣለና።
ጽቡቕ እንዲ ተሓንሳብ ስፔሻሊ ጽባሕ ቀትሪ ተኣቲኻ ን ሰዓት ሸውዓተን ፈረቓን ዓሰርተ ክውዲኦ ስራሕ ንግሆ ኣብቲ ንግሆ ቀትሪ ትኣትወሉ ሸር ግበረለይ ክመጽእ እየ ኢቭን ከምዛ ኮፍ ኢልካ ዘለኻ እቲ ዝዛረበሉ ሓላፍነት ወሲደ ክዛረቦ ቪደይ ከፊተ ኮፍ ኢለ ነቲ ሓውና እቲ ክገብሮ ዘለዎ እቲ ክከዶ ዘለዎ ክነግሮ እየ ካብ ናተይ ተመክሮ ኣዚ ሰም ታይም ከኣ ንስኻ ማለት እዩ ሉሊ ሓፍትና እውን ከምኡላ እቲ ተመክሮና ንነግሮም እቲ ክገብርዎ ዘለዎም ብውሽጢ ሓላፍነት ወሲዶም ከዓ ብውሽጢ ገብርዎ ማለት እዩ
እዚኣ ክብለኩም ደልየ ፊል ሓወ ንስኹም እንጆ ግበሩ ኣነ ኣብ ታሕቲ ኮይነ ክከታተል ዊች ሚንስ ስራሕ ስለ ዘለዎ ሓፍተይ ሶሪ ሕማቅ ተተዛሪበ ኣብ ታሕቲ ኣለኹ ይሕወት
ክንግረ ክሎ ኣነ ከምዚ ኣብዚ ብዛዕባ ፍቅርኹም ናይ ብሓቂ እዚ ከምዚ ደገል ኣይብልን ተረዲእ ክሎ ኣነ ግን ቴንክተ ጥራሕ ክትነግሩ የድልያ ወይ ድማ ክትሰማምዑ ወላስ እውን ንባዕሉ እኮ ናይ ብሓቂ ግን ሓው ንዓኻ እኮ ንዓኻ እኮ ኣይኮሰስኩኻን ተረዲእካን ንዓኻ እኮ ተዛረብኩ ኣነ ግን እቲ ዝኾን ነገራት ሕጂ ዝኾነኻ ደስ ኢልካ ተቐቢልካያ ስኻ ስለዚ ተቐበልኩ ግን ኣውሪዶ ኣነ እኮ የውርደ ምን ይውሪዶ
በቃ እሺ ድሓን ኖርማል እዩ በቃ እም ኣነ እኮ ንዓኺ ንዓ እቲ ምሻሉኪ ትኺ ክስታይ ስለ ደይብልኩ ዳሓን ጽገም ትባሃል የብልን ሰብ ነናብ ስነ ሓሳብ ስለ ደለዎ ባዕለይ ብዛ ገዛይ ስለ ድልኹኹ ብዛ ገዛይ ስለ ደበልኩኹም ሓላፍነት ወሲደ ባዕለይ ኣውሪደ ንዓ ክትሪፈኪ ማለት እዩ እቲ ሓሳብ ድሃቦ ግን ንዕኡ እዩ ዝምልከት እምበር ንዓይ ኣይምልከትኒ ነዚ ማንም ኣብዚ ሰብ ዝሰምዕ ዘሎ ይምልከትኒ ንዓ እስኻ ትቕበልዮ ትቅበልዮ ንዓኺ ዝምልከት ኣነ ክብለኪ ግን ሉላ ሓፍተይ በቃ ምሽ ኣለኪ ካብዚኣ ትዓቢ መረዳእታ ታይ ምክበኪ ኣነ ንክሰይስ ነርና ሰብ ከምዚ መስላ ነሩ ግን ክልቴና ስለ ተረዳዳእና እሳ ሃሰየትኒ ኣነ ሃሰክዋ ሕጂ ናይ ብሓቂ ወሲደ ወላ ብኣኪ ብናትኪ ክሰግረ ብናትኪ ስምዒት ዝወት ዘሎ ትረዲክሎ ብናትኪ ወሲደ ደይ ብለኪ ኩልኩ እንተ ምሳኪ ከይደ ኣለኩ ሰቂለ ኮይነ ጽባሕ ንጎ ተተሃሲኺ ኩላትና ኢና ተሓተቲ እንኳ ማለት ተሓተቲ ንኾና ንሕና ግን ይስማዓና እዩ ንሕና ግን ኣላለናኪ እንተ ካልእ ካልእ ሓስብ ኣሎ ወይ ድማ እስኪ ከምዚ ከምኡ ክኮለኪ ካልእ ትሓስቢ ተለክሲ ንክልቲኦም ኣይጽቡቅ ንዓና ኣይጽቡቅ ማለት እዩ ክልቲኦም ተረዳዲእኹም እታ ጉዳይ ግን ብውሽጢ ፍትሕዋ ማለት እዩ እዚኣ እታ ናተይ ሓሳብ
ሽዑ ፊልሓ በቃ ሽዑ እዚኣ ሓሳብ እዚኣ ወሲድኩም መፂኹም ኣብዛ ገዛ ትዘናግዑ ክንደ ዘለኩም ትኾኑ ማለት እዩ ኖ ማለት ስድራ ይብልን በቃ ዕረፍ ንዓኻ ከዓ ሒዝናካ

ሓንሳ ኣብ ቲክቶክ ሲ ክንምስርት ኣለና ዋ ክምስረት ኣለዎ ቲክቶክ ተፈላለዮም ተባላልዮም ተፈላለዮም ተፈላለዮም ተፈላለዮም ክልተ ወርሒ ክልተ መዓልቲ ሰለስተ መዓልቲ ዝናተይካ እሞ ዝኸፈ ኣብ መርዓ ኣብ መርዓስ ተጓናጮ ኣብ ናይ መን ገዛ ተተባህልካስ ኣብ ናይ ፊል መን ፊል ተባህልካስ ቲክቶከር እዋ ኣይቅበላን ብፍፁም ተኣምር